ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ ከመይ ዝኾኑ ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ ንስኻትኩም እውን በቢ ዘለኹምዎ ሰላምኩም ብዝሕ ተረፍ ክብለለይ በዓልቲ ምሉእ ተስፋ እየ እንኳዕ ድማ ናብ ቻናለይ ብሰላም መጻእኹም ሎማዓንቲ ከዓ ብጣዕሚ ደስ ደስ ደስ ዝብሉ ቪድዮ ሒዘልኩም መፅየ እኒሆ መቸስ ደስ ክብለኩም ተስፋ ይገብር ንዓይ ግን ብጣዕሚ ደስ ዝበለኒ ቪድዮ እዩ ማለት እዩ እና ፍልይ ዘለ ቪድዮ ሒዘ መፅየ እኒሆ ክትሕጎስሉ ክትዝናነይሉ መንፈስኩም ክሕደሰሉ ድማ ተስፋ ይገብር ውዕለ እየ ካሪአኩም ናይ ሎማዓንቲ ውዕለና ሓቢርና ዓዲ ንገጠር ኢና ክንከይድ ማለት እዩ ሓቢርና ገጠር እንከይድ እና ገዛና ቆላሊፍና ዓፃፂና ኢና ክንከይድ ግን ኣነ ገዛ ገዲፈ ክኸድ ከለኹ ብጣዕሚ እዩ ስኽፍክፍ ዝብለኒ ከምዚ ዝፀንሐኒ እውን ኣይመስለንን ዛን ህድም ከይደ ቸክ ይገብር ታሕታይ ውሽጢ ቸክ ይገብር ቆሊፈ እናሃለኹ ድጋሜ ከዓ ተመሊሰ እየ ቸክ ዝገብሮ ማለት እዩ እና ሓገለ ትርስዑ በይኑ ስለዝኾነ ዝካረ ስለዘየእተናሉ በይነይ ገዲፈዮ ዝኸድ ዘለኹ ንበቃ እንድዒ ከምዚ ከፊል ፅራሕ እንድዒ ይመስለኒ እንታይ እዩ ኮይኑ እንድዒ ከምዚ ከማይ እስኪ ዝኸፍከፍ ዝለኩም ገዛ ገዲፍኩም ትኸዱ ከለኹም ኣብ ኮሜንት ፃሓፉልይ ባይ ዘ ወይ ገዛ በይኑ ኣይግደፍን ወይ ዝካረ ሰብ ክህሉ ኣለዎ ወይ ከዓ ብቻ ዝኾነ ዓይነት ሰብ ገዛ ክህሉ ኣለዎ እምበር በይኑ ኣይግደፍን ግን ብጣዕሚ ጥዑያት ጎረቤት ኣለዉኒ ንሳቶም ይመዓዱለይ እዮም ንዓኣቶም ኣሚነ እየ ዝኸድ እምበር ምስኣቶም ተዝንቲ እንተዘይብል ነይረስ ገዲፈዮ ኣይምኸድኩን ማለት እዩ። ዋላ ምንም ኣቕሑ ኣይሃለዎ ግን ስኽፍክፍ እዩ ዝብለኒ እና ኣብዚ ገዛይ ዓፃፅየ ካንሸሎይ ዓፅየ እዩ ዝኸድ ዘለኹ ንፀበል ፀበል ናይ ገዛና እንዳ ወለደይ ነይሩ ማለት እዩ። ተቆኒነ ናይ ቀደም ዝፈትዎ ቁኖ ኣልዋሲ ብጣዕሚ እየ ዝፈቱ ነይረ ኣልዋሰይ ተቆኒነ ሽፎነይ ተከዲነ ሽፎን ባይዘወይ የጥዕመለይ ዶ የጥዕመለይን ኣብ ኮሜንት ጸሓፉ ከምዚ ስረ ጉርዲ ገለ ዶ የጥዕመለይስ ወላ ሽፌን ሽፎን ብጣዕሚ እዩ ደስ ዝብለኒ ካብኡ ከዓ እዚኣ ብካውያ ገይረ እየ ስፌያ ካውያ ማለት ቀደም ቆልዑ ከለና ሽብሽብ ካውያ ዝበሃል ነይሩ ከምኡ ኢና ነስፍ ነይርና ካውያ ደስ ኢልኒ ካውያ ኣስፍየ ንእሽተይ ማዓንጣኣ ልዕል ኣቢልዋ እምበር ብጣዕሚ እያ ቆንጆ ብጣዕሚ ማለት እዩ እና ከምዚ ኢልና እናኸድና እዩ ከይደ ተሓደኩ ከባቢ ትሽዓተ ሰዓት እየ ወፂ ካብ ገዛ ካብኡ ደግሞ መናሃርያ ተኸድና ሰብ የለ ኦም የለ መኻይን በቃ ተሳኢነን ዓሰርተ ሰዓት ኮይኑ መስዩስ ማለት በቃ ሰብ እናሃለወ መዓት ሰብ እናሃለወሲ መኻይን እንትን እዚ መኪና እንተዘይመሊኤን ዘየውፅወን ካብኡ ትራፊክ ይሕዞም ይመልሱና ብጣዕሚ እዩ ኣሸጋሪ ዝንሄው ምስቲ ምኽባሩ እቲ ምኽባሩ ብቻ ከይኸውንስ ነቲ ህዝቢ ብጣዕሚ እዮም ዘንገዳስዕዎ ላዕላይ ታሕታይ እዮም ዘብልዎ መኪና ሐዚ ቅፅፅ ኢላ በቃ ትርፊ ዒስራ ሳላሳ እንተዘይፅዒናሞ እዛ ሓንቲ ታክሲ ኣይወስዱናን ንምንታይ ትርፊ ንዓኣቶም ቅርሺ ዝረኽብሉ እና ካብኡ መንገዲ ዓሚ ትራፊክ ክሕዞም ብቻ እንታይ እሞ ክብለኩም ብጣዕሚ እዩ ሸጋሪ እና ደቂ ዓበይቲ ወይ ማዕረይ ዝሮ ዝሮ ለይቲ ሰዓት ኣርባዕተ ገዛይ ኣትየ ዓዲ እየ ዝብለኩም ገንደፍታ ካብ ዓድዋ ንገንደፍታ እየ ዝወርድ ሰለስተ ሚእቲ ቅርሺ ከፊለ ከይደ ህልኽ ሒዝኒ እምበር ብጣዕሚ ምሸት እየ ከይደ ስልኪ ደዊለ ተቐበሉኒ ኢለ እዮም ተቐቢሎም ለይቲ ፍርቂ ለይቱ ማለት እዩ እና ዓዲ ከይድና ቪድዮ ክቐርፅ ዝሓሰብክዎ ብግዜ ይቀረፅኩ ናዚኣ ግን ያው ከም ሎማዓንቲ ከም ፅባሕ ፀበልናስ ከም ሎማዓንቲ ፍርቂ ለይቲ ኣትየ ኣብ ገዛ ካብኡ ቪድዮ ክቕረፅ እናኸድኩ ክቕረፅ እየ ሓሲበ ነይረ ለይቲ ኮይኑ ተቐረፅናን ካብኡ ኣብዚኣ ደሞ ስራሕ ኣርፊድና ምናምን ሰዓት የረኸብናን ኣብዚኣ ኣብ ነሳማያት ክድገም ከሎ ብቻ ንእሽተይ ቅንጭብ ኣቢለ ቀሪፀልኩም ማለት እዩና ደቂ ዓበይቲ ወይ ማዕረይ መድሃኒ ዓለም ኣቦይ ሓላዊኹም ይኹን ስደትኩም የሕፅረልኩም ክፍኣይን ክኣኹም መድሃኒ ዓለም ባዕሉ ይሓልኹም ክብራት ኣሕዋተይ ስደትኩም ኣሕፂሩ ብሰላም ብጥዕና ዓድኹም ይምለስኩም ክብለኩም ይፈቱ ከምዚኣ ጌርና ዊዒልና ፀበል ኣሕሊፍናዮ ንብለኩም ክብራት ኣሕዋተይ ዓድና ደሞ ረኣይዎ እዚ ዓድና ብጣዕሚ ደስ ዝብል ኣዝመራ እኒሆ እግዚኣብሔር ኣምላኽ ጥራሕ ሙሉእ ይግበረልና ማለት እዩ ፅቡቅ ኣዝመራ እኒሆ ምሸላ ገለ ይሕረሰሎ ካብኡ ኣብዚኣ ማለት ምሸላሲ ተሓሪሱ ኣብዚ ትሪእዎ ኣለኹም ምሸላ ይዘርእ ኣሎ ሓደ ሓደ ሰብ ምሸላ ይዘርእ ኣሎ። ኣብዚ ደግሞ ትሪእዎ ኣለኹም ዓኺ ዓድና ኣብዚ ሕዚ ሰዓት እዩ ዝበስል እና ሪእዎ ናይ መጨረሻ ሕሳስ ልደ ሓፍተይ ኤልሳ ትበሃል ኤልስዮ ኣብዚ ናብ ዓኺ እናደየበት እያ ኣውርድለይ እናበልኩዋ ኣታ ሓፍተይ ስዋ ጥዒመ እየ ከይወድቕ እየ ከወድቕ እየ ስዋ ጥዒምካስ ኣይድየብ እናበለትኒ ነይራ። ዝሮዝሮ ግን ደይባ ትሪእዋ ኣለኹም መሳሲላ ኣነ ቆልዓ እናሃለኹ ባይዘወይ ንብዓኣ ክምድያብ ኣይክእልን ነይረ ማለት እዩ ብጣዕሚ ረጓድ ነይረ ረጓድ እየ ነይረ ንብዓኣ ክምድያብ ኣይክእልን ነይረ እንኳን እንዲያ ንብዓኣ ኮይኑ ናብ ክፍሊ ባዕሉ ሒድዩ ነይረ ገፋፍ እየ ነይረ ማለት እዩ እና ኣብዚ ረእዩኒ ዓኺ ክንበልዕ ኣብዚኣን ቃሪብና እናለመና ደብሪለይ እባ ብዚኣ ደብሪለይ እዚኣ እኒሃ ኮረንፎ እዚኣ እኒሃ ቀያሕ እዚኣ እኒሃ ፅብቕቲ እናልና ነማርፅ ካብኡ እዚ ያው ዓኺ ቆሪፃ እናሸንደወትልና እያ። እስኪ ትዝ ዝብለኩም ኣብዚ ኣነ ዓኺ ብጣዕሚ እየ ዝፈቱ ቆልዓ እናሃለኹ ናብ ዓኺ ምድያብ ኣይክእልን ነይረ ብዝኸድኩዋ ቁፅሪ ሸንዱለ እየ ዝብል ነይረ ባይዘወይ ዓኾ ሕዚ እንዳ ወለዲ ዓኾ እኒሄዎ እምበር ኣነ ቆልዓ እናሃለኹ እንዳ እናሓጎይና እንዳ ኣባሓጎይ ከይደ እየ ዘምፅእ ነይረ ሰገር ሩባ ደንባጉልቲ ዝበሃል ኣሎ ካብኡ ከይደ የምፅእ ነይረ ኣብዚ ሕዚ እዩ በቂሉ ብድሕረይና ማለት እዩ ዘን ናይ መጨረሻ ኣሕዋተይ ዕድለኛታት እየን ዓኾ ኣነ ብጣዕሚ እየ ዝፈቱና ከምዚ ጌርና ዓኾ ውሪድና በላሊዕና ቆልዑ ክዓብዩ ይኣርዩ ኣለዉ ያው ጸበል ስለ ዝነበረ ናብዚ ቆልዑ ናይ ጎራብቲ ገለ ዝተኣኻኸቡ ነይሮም ኣሕዋትና ገለ ማለት እዩ እምበር ንእሽተያት ኣሕዋተይ እዛ ኣብ ላዕሊ ዝኒሃ ብቻ ካብ ዓንተላ ምዕባያ ኣብ ገዛ ዘለዋ ማለት እዩ ካብዚ ዓኹና እናበላዕና እዩ ንቐደም በሉ ረእይዎ ክጥዕም ረይዎ ብልዕ ቀንየ ሕዚ ናፊቆም እንዮ ማለት እዩ ዓኾና በላሊዕና ድማ ኣብዚ ፀበል ናብ ዝሓለፈ ምስርሳር ብጣዕሚ እየ ዝፈቱ ኣብዚ ከዓ እናተሰራሰርኩ ውይ ደቃዕሚት ማይ ማዕረይ እንታይ ዳ ናብ ቁልዕነት ተመሊስኪ ከይትብልኒ ምስርሳር ብጣዕሚ እየ ዝፈቱ እና

እንጀራ ኣብዚ ብዕንጨይቲ ንእሽተይ ብኸኽተይ ዳ ዕንጨይቲ ዓይነታ ከም ዝኾነ ብጣዕሚ እዩ ዘሕመኒ መንገፍ ነገር ኣሎ ይመስለኒ ግን ኣብዚ ቆንጆ ነይሩ እቲ ከይነበረን እንጀራ እናሰንከትኩ ነይረ ማለት እዩ። እስኪ ኣብ ገጠር ዝዓበይኹም እንጀራ ብዕንጨይቲ እናሰንከትኩም ዝዓበይኹም ኣብ ኮሜንት ፀሓፋለይ ሞያይከ ከመይ ርኢኽንኣ? ጎበዝ ርየ እባ ኣነ ሞያ ሞያ ብሞያ ብናይ ገዛ ሞያ ኣይሕመይ ጎበዝ እየ ፈሊጠ ክህከ ፈሊጠ ክሰንፍ ፈሊጠ ኣይሰርሕን ክብል ተዘይኮይነ ሞያ ኣይትጠፍአንን ማለት እዩ ረይ ወብዚኣ እንጀራ ከሲሰ ዳርጋ ፍርቂ ሓጊዘያ ነደይ እዚ እንጀራና ወዳዲእና ደሞ ናብ ምንታይ ንኸይድ ደቂ ዓበይቲ ወይ ማዓረይ ናብ ማሕረስና ጓል ተንስተይቲ ግዲ ናይ ገዛ ስራሕ ኣይኮነን ጓል ተነስተይቲ ብምዃና ብቻ ምንም ዝግድባ ነገር የለን ብስራሓ ማለት እዩ እና ኣብዚ እንጀራይ ሰናኺቶ ደሞ ናበይ ይኸደ ኣለኹ ናብ ማሕረሰይ ነው በይ ክሕግዞ ማለት እዩ እዛ ዝቐረየት ሕዳር እዚኣ ባዕለይ መሊእ እያ ኣነስ ማርያምን ሓፍተኛ እዚኣ ትመስክረልኩም ኤልሱ ውድ እያ ባዕለይ ባዕለይ ወደ እያ እታ ዝቐረታ ኣንያ ሕዳር ማለት እዩ ባዕለይ ወዲኤያ እተን ከፍቲ ከ ክጥዕሙ እውይ ማርያም እንታይ እየ ክብለኩም እተን ከፍቲ ብጣዕሚ እዮም ጥዑያት መልኣክቲ በቃ መልኣክ እዮም መልኣክቲ እዮም እዞም ከፍቲ ስኢነስ ከም ሰብ እየ ዝፈትዎም ኣየሸግርኻ ደው በል እንተልካዮም ደው ደው ኣባ ሓጎይ ላዕላይ ነይሩ ታሕታይ ጥቓ ገዛና ተልካዮም ላዕላይ ዘለዉ ታሕታይ ግራትሲ ይብሉ እንተሓርስ ብዝወት ሃዮም መፂናስ ከብሪ ኢለ ክሓርስ ከይደስ ተመስኣነስ እዞም ከፍቲ በእውነት ክሕንግዱ ማርያም በስመ እንታይ እዮም ኣብ ክብለኩም እናሰብ ብጣዕሚ እየ እዚ ኣነ ዝፈትዮም ካብ ቀጢለ ዝሕር- ዝሓርስ ዘለኹ እዞም ከፍትና ጥዑያት ስለ ዝኾኑ እዮም መላእኽቲ እዮም ጥዑያት እዮም እና እና ኣብዚ እዛ ሓዳር እዚኣ ኩላ ባዕለይ ወዲኤያ ካልእ ዝሕረሰ ኣይነበረናን ፅባሕ ብዕስራን ሸሞንተን እዩ ነይሩ ጋሻ ገለ ስለ ዝመፀና ሓራሪስና ገዛና ኣቲና ጋሻ ስለ ዝመፅእ ቅራር ገለ ስለ ዝሰድ ማለት እዩና ከመይ ሪኢኹም ንምሕራስ ይገወዝ ዶ ኣይ ግን ኣብዚኣስ ክዳን ሒዘ ዘይከድኩስ ጥዑይ ክዳን የግበርኩን ስረ ገለ ክገብር ነይርኒ ኣይገበርኩን ዝረዝረ ግን እዛ ነፀላ የውንዚፋ ነፀላ ውዚንኳ የውንዚፍካ ይሕረስ ኮይንዋ እዩ ኤንወይስ ኣጋጣሚ ጥዑይ ክዳን ሒዘ ኣይከድኩን ነይረ ደቂ ዓበይቲ ወይ ማዓረይ ከምዚ ኣቢለ ሓላሊ ሰነቦይ ሓጊዘ ማይ ናምፃእኹ እንጀራ እናሰንከትኩ ቡና ናፍላሕኹ ነደይ ሓጊሰያ ከምዚ ገይረ ቀንድየ ሶምን ዝኣክል ቀንየ መፅኤ ንብለኩም ክብራት ኣሕዋተይ ባይዘወይ ሶኒ ምሸት ከይደ ረቡዕ ክመፅእ ኢለ ከይደ እስካብ ዓርብ ምሸት ኢና ውዒልና ቀኒና ማለት እዩ እና ከመይ ሪኢኹምኒ ጎበዝ ድየ ሓሳብ ርኢቶኹም ኣብ ኮሜንት ፀሓፍለይ ቀፃል ደሞ ዘርኢ መፀሎ ክንዘራሪ ኢና ቪድዮ ንቀርፀልኩም ኢና ሰናይ ሓጋይ ሰናይ ክረምቲ እዩ ዝመፅእ ዘሎ ፀለትኩም ኣይፈለየና እግዚኣብሔር ኣምላኽ ሙሉእ ይገረልና ኣዝመራ እኒሆ ሰብ ምሸላይ ዘረእሎ ምሸሓሪ ይዘርእ ኣሎ ወፊሩ ብሰላም ንክኣትወልና ደሞ ጸሎት ግበሩ። እዚ ኣንጸላልዩ ዝኒሆ ኩናት ወረ ኩናት ኣርሒቑ ሰላም ወረ ሰላም ይግበረልና እና ንሕና ብጣዕሚና ንፈትወኩም ሰሰናዩ ባይ ባይ